ሕራይ እምበር ክንጽሊ ኢና ቅድሚ ናብ ቃል ኣምላኽ ምእታውና እስኪ ኩላህና ንጸሊ እግዚኣብሔር ብመዝሙር ክባርኸና ጸኒሑ ሕጂ ከኣ ብቃሉ ንኣምላኽ ግዜና ሰዓትና ኩሉ ዘለና ክነረክቦ ኢና ኣምላኽ ይመስገን ኩሉ እኮ ኣብኡ ክኾነልና ካብኡ ዝኾነ ኩሉ ጽቡቕ እዩ። ሃሌሉያ ኢየሱስ ኢየሱስ መንፈስ ቅዱስ ኣታ ደጋፊ ደግፈና ኣብ ቅድሜኻ ኣለና ኢየሱስ እግዚኣብሔር ኣምላኸ ሃሌሉያ ኢየሱስ ሃሌሉ ሃሌሉያ ነመስግነካ እግዚኣብሔር ቅዱስ ናይ ዘለኣለም ኣምላኽ ነመስግነካ ኣለና ኣምላኽና ዓቢ ኢኻ ስልጡን ኢኻ ሓያል ኢኻ ኩሉ ትኽእል ኣምላኽ ሰማያትን ምድርን ኣብ ትሕቲ ምድርን ዘሎ ኩሉ ዝረአ ዘይረአ ኩሉ ንዓኻ ክብሪ ይህብ ምክንያቱ ይግበኣካ ስለ ዝኮነ ኩሉ ይፈራህካ እግዚኣብሔር ሕጂካ ንሕና ከኣ ኣብ ቅድሜካ ኣለና ህዝብካ ኢና እግዚኣብሔር ባዕልካ ዝጸዋዕካና ዝሓረካና ዘክበርካና ዘጽደቅካና ኣምላክ ብወድካ ገርካ ብናይ ዘኣላለም ፍቅሪ ዘፍቀርካና እግዚኣብሔር ካብዛ እክይትን እትጠፍእን ዓለም ከኣ ዝጸዋዕካና ዝፈለካና ኣምላክ ነመስግነካ ኣለና ሕጂ ከኣ በዛ ሰዓት እዚኣ ዘለና ኩላትና እግዚኣብሔር ካብ ነፍሲ ወከፍና እግዚኣብሔር ህያው ዝኮነ መስዋእቲ ክትቅበል ብስም የሱስ ክርስቶስ እጽሊ ኣለኩ እግዚኣብሔር ኣብ ማእከልና ንስካ ተማላለስ ክቡር ቅብኣትካ ነፍሲ ወከፍና ይትንክፈና እግዚኣብሔር ብነፍሲ ወከፍና ይሕለፍ ኢድካ ትሕለፈና እግዚኣብሔር በኢየሱስ ክርስቶስ ስም ንቓልካ ከኣ ብዝግባእ እግዚኣብሔር ኣቦ ክንሰምዕ ወኣምላኽ ን ኣእዛንና ክትከፍት ልብና ምስትውዓልና እግዚኣብሔር ከተዳሉ ልብና ከተግፍሕ ብስም የሱስ ክርስቶስ ንጽሊ ኣለና ህያው ቃልካ ንኩላትና ይዛረበና። ንልብና ተዛረቦ እግዚኣብሔር ከምዝኣተናዮ ኣይንውፃእ እግዚኣብሔር ኣቦ መሊእና ተሓዲስና ተስፋና ተሓዲሱ እግዚኣብሔር ሓይልና መሊኡ ክንወፅእ ብስም የሱስ ኣብ ቅድሜካ ንፅሊ ኣለና ክብሪ ኩሉ ንዓካ ይኩን ብስም የሱስ ክርስቶስ ኣሜን ሃሌሉያ እግዚኣብሔር ክብሪ ንስሙ ይኩን ስለ መዘመራን ደቅና ከዓ ንእግዚኣብሔር ክብሪ ይኩኖ እግዚኣብሔር መመልሹ ናይ መዝሙር ቅኔን ድርሰት መመልሽ እግዚኣብሔር ይሃበን ይምላኣየን ዘበነን ዕድሜኤን ኩሉ ከኣ ንክብሪ እግዚኣብሔር ይኩን ኣምላክ ይመስገን ሃሌሉያ እምበኣር ከምቲ ኣብ ዝሓለፈ ግዜና ዝረኣናዮ ብሕብረት ምዕባይ ዝብል ኢና ርኢና ሕጂ ከኣ ካልኣይ ክፋል ማለት እዩ ብሕብረት ምዕባይ ኣብ ቤት እግዚኣብሔር ብሕብረት ኢኻ ትዓቢ ሓደ በይኑ ኣይዓብን እዩ ከምኡ ከ ይብለናን እዩ ቃል ኣምላኽ ኩላትና ንሓድሕድና እንዳተሃናነጽና ከም ንዓቢ እዩ ቃል እግዚኣብሔር ዝዛረበና ኣብታ መበገሲትና መዝሙር ዳዊት ሚእትን ሰላሳን ሰለስተን ኩላትና ክነውጽእ ኢና መዝሙር ዳዊት ሚእትን ሰላሳን ሰለስተን። ንኺድን እሞ ማይክሮፎን ሃቡለይ። ኣፍቲ ገለ ገለ ክሕግዘኒ። እሺ ሚእትን ሰላሳን ሰለስተን ካብ ሓደ ዘሎ።
ኣንበልካ የሱስ ጎይታ እዩ። ኣን ከንብባይ እንሆ ኣሕዋት ብሓደ ሓቢሮም ክነብሩስ ክንደይ ሰናይን ክንደይ ጥዑምን ብሓቂ እዚ ቃል እተ ብምስትውዓል እንድሕር ርኢና ብጣዕሚ ጥዑም ልበይ ክሳይ እዩ ዝኸውን በቃ እንሆ ማለትሲ እንታይ ማለት እዩ እታ መጀመርያ መርኣይዋ እንሆ ማለትሲ ሕጂ ኣነ ንኩላትኩም ርእየኩም ኣለኹ ምሽ እንሆ የሕዋት ይብለኩም ኣለኹ እንሆ የሕዋት ስለዚ እቲ ቃል እንታይ ይብል እንሆ ኣሕዋት ብሓደ ሓቢሮም ክነብሩስ ክንደይ ሰናይ ክንደይ ጥዑምን እዩ ሕጂ ንእግዚኣብሔር ከምዚ ሓደ ካብቲ ሓቢርና ንእግዚኣብሔር ከነምልኾ ከለና ኩላትና ክብሪ ክንቦ ከለና በቃ እግዚኣብሔር ስደስ ይብሎ ማለት እዩ እግዚኣብሔር ስደስ ይብሎ ምክንያቱ መስዋዕትና ይቅበል ኣምልኾና ይቅበል ምክንያቱ እግዚኣብሔር ኣብ ራእይ ዮሃንስ እንድሕር ኢኹም እቶም እልፊ ግዜ ኣእላፋት ኣሽሓ ግዜ ኣሽሓት መላእኽቲ ከምልኽዎ ኢና ንርኢ ለይትን መዓልትን ሲ እንታይ እንዳበሉ የምልኽዎ ቅዱስ ቅዱስ ቅዱስ እሱ ኩሉ ስልጣን ኣለዎ ኩሉ ሓይሊ ኣለዎ ኩሉ ዝኽእል እዩ ናይ ኩሉ ዋና እዩ እንዳሎም ኣኽሊላቶም ሓይሎም እንዳደርበዩ ኣብ ቅድሚኡ ንሕና ከዓ በታ ዘላህና ድኻም ከነምልኾ ከለና እግዚኣብሔር ደስ ይብለሞ መንፈስ እግዚኣብሄር ከኣ ኣብ ማእከልና ይንቀሳቐስ። ክብሪ ንስሙ ይኹን። ስለዚ እንሆ ኣሕዋት ብሓደ ሓቢሮም ክነብሩስ ክንደይ ሰናይን ክንደይ ጥዑምን እዩ። ከምቲ ክቡር ዘይቲ ኣብ ርእሲ ኣብ ጭሕሚ ኣብ ጭሕሚ ኣሮን ናብቲ ዘፈር ልብሱ ዝወርድ፣ እዩ እግዚኣብሔር ኣብኣ በረከትን ህወትን ንዘላእለም ኣዚዙ እዩ እሞ ከምቲ ናበክራንጽዮን ዝወርድ ጠሊ ሄርሞን ዝሓለፈ ግዜ ነዚኣ ርኢና ኢና ከም መበገሲና ስለ ዝኮነት ግን ኣምላክ መዚ ክቡር ዘይቲ ክቡር ዘይቲ ሕጂ ኣብ ብሉይ ኪዳን ዝሓለፈ ግዜ ርኢና ሕብረት ከመይ ከም ዝኮነ ኣብ ግዜ ዳዊት ዝነበረ ሕብረት ብድሕሪን ብቅድሚኡን ዘየኮነ ማለት እዩ ኩሎም እቶም ሰራዊት ከመይ ዓይነት ሓያላት ብብዙሕ ብልሒ ዘለዎም እሞ ኸኣ እቲ ሓደ ልቢ ብምዃኖም ርኢና ኢና። እዚ ኸኣ ነታ ቸርች ወይ ከኣ ቤተ ክርስቲያን ኣብ ሓድሽ ኪዳን ዘላ ኸኣ ሎሚ ኸኣ ኣምላኽ ይመስገን ብምስኡ ኣልጊብና ኸኣ ክንከይድ ኢና። ክብሪ ንስሙ ይኹን። ስለዚ ክቡር ዘይቲ ኣባኻ ዘሎስ ኣባኺ ዘሎሲ ክቡር ዘይቲ እዩ። ይርዳእኩም ድዩ? ክቡር ዘይቲ ቅብኣት ናይ እግዚኣብሔር ህላውነት ናይ እግዚኣብሔር መንፈስ ቅብኣሲ ካብቲ ቅዱስ ኣለኩም ይብለና። ስለዚ ክቡር ዘይቲ ካብ ርእሲ ካብ ርእሲ ኣሮን ናብ ጭሕሙ ካብ ጭሕሙ ናብ ዘፈር ልብሱ ዝወርድ ኣብቲ ሕብረት ከኣ ልክዕ ከምኡ ኢዩ ዝረኣ ይብለና። እክ ክብሪ ንእግዚኣብሔር ይኹን ሕራይ ኣብ ማቴዎስ ክንከይድና ሎሚ ኣብ ሓዱሽ ኪዳን ክንኣቱ ኢና ማቴዎስ ዓሰርተ ሽዱሽተ ማቴዎስ ዓሰርተ ሽዱሽተ ካብ ዓሰርተ ሰለስተ ዘሎ
ከንብብ ኣረ ኣንብበለይ እሺ
የሱስ ጎይታ እዩ እሺ የሱስ ናብ ምድሪ ቂሳርያ ናብ ፍሊጶስ ምስ መጸ ንደቂ መዛሙርቱ ሰባት ንወዲ ሰብ መን እዩ ይብልዎ ኢሉ ሓተቶም ዓሰርተ ሰለስተ ኢልካ ንብሽ ዓሰርተ ሰለስተ ክሳዕ ዓሰርተ ሸሞንተ ኦኬ
ንሳቶም ከኣ ገሊኦም ዮሃንስ መጥመቕ ካልኦት ድማ ኤልያስ ገሊኦም እውን ኤርምያስ ወይስ ሓደ ካብቶም ነብያት ዝብሉ ኣለዉ ኢሎም መለሱሉ። ንሱ ኸኣ ንስኻትኩምከ መን እዩ ትብሉኒ ኣሎኹም? በሎም። ስምዖን ጴጥሮስ ንስኻ ክርስቶስ ወዲ ህያው ኣምላኽ ኢኻ ኢሉ መለሰሉ። የሱስ ከኣ መሊሱ በሎ፣ ስምኦን ወዲ ዩና እዚ እቲ ኣብ ሰማያት ዘሎ ኣቦይ እምበር ስጋን ደምን ኣይገለጸልካን እሞ ብጹእ ኢኻ። ኣነ ከኣ እብለካ ኣለኹ ንስኻ ጴጥሮስ ኢኻ ንማሕበረይ ከኣ ኣብዛ ከውሒ እዚኣ ክሃንጻ እየ ደጌታት ሲኦል ድማ ኣይሕይልዋን። እሺ
ጎይታ ይባርክ በቀ ኣብዚ ኣምላኽ መስገን ኩላህና እንድሕር ኣውጺእና ኮይና ምስኡ ተንቢብና ጽቡቅ እዩ የሱስ ናብ ምድሪ ቂሳርያ ናይ ፊሊጶስ ምስ መጸ ንደቀ መዛሙርቱ ሰባት ንወዲ ሰብ መን ይብልዎ ሕጂ ሰባሲ ንወዲ ሰብ መን ይብልዎ ጎይታ የሱስ ክርስቶስ ንቶም ደቂ መዛሙርቱ ዋላ ንኻልእ ሰባት ይሓትት ነይሩ እዩ። እቲ ዝሓቶም ዝነበረ ኣገዳሲ ነገር እዩ። ሰባሲ ንወድ ወዲ ሰብ እዩ ወዲ ሰብ እዮም ዝልዎ ምስኦም እዩ ሕጂ ከምዚ ንሕና ንፈልጦ ኣይኮነን ሽዑ ምስቶም ዓሰርተ ክልተ ሃዋርያት ይኸይድ መን ምዃኑ ሲ ዋላ ሓደ ነገር ከምዚ መፈለጥታ ኣይነበሮን ስለዚ ከዓ ይሁዳ ሲ ባዕለይ ክነግረኩም እየ ኣብቲ ምትሓዙስ ባዕለይ ክነግረኩም እየ መፈለጣ ክበኩም እየ ዝበሎም ካብቶም ዓሰርተ ክልተስ ክፈልይዎ ዝኽእል ዋላ ሓደ ኣይነበረን። ሰብ እዩ ወዲ ሰብ እዩ። ስለዚ ንወዲ ሰብሲ መን ይብልዎ? መን ይብልዎ? ገሊኦም እንታይ ኢሎም? ዮውሃንስ መጥምቕ ይብልዎ። ሓደ ከኣ ካልእ እንታይ ኢሉ ወይ ከኣ ካልኦት እንታይ ኢሎም? ካልኦት ድማ ኤልያስ ገሊኦም እውን ኤርምያስ ካልኦት እውን ሓደ ካብ ነቢያት ዳሕራይ ናብኣቶም ክመጽእ እዩ ናብኣቶም ዝመጽእ ኣይመሰሎም ንኸውን ንስኹም ከ መን ትብሉን ኢሉ እዋይ ደስ እዩ ዝብለና ኣነዚ ንስኹም ስመን ትብሉኒ ድሓር ኩሎም ሓሲቦም ማቴዎስ ይሓስብ፣ ቶማስ ይሓስብ፣ ያእቆብ፣ ዮውሃንስ ኩሎም ማለት እዩ። ግን ሓደ እግዚኣብሄር ኣቦ ዝገለጸሉ ወይ ኣምላኽ ዝገለጸሉ ጴጥሮስ ንስኻ ወዲ ህያው ኣምላኽ ኢኻ ኢሉ። ኣሃ እታ መልሲ ተረኺባ ኣይኮነን ንስኻ ወዲ ህያው ኣምላኽ ኢኻ። ጴጥሮስ ናይ ሰማይ ኣቦይ እምበር ስጋን ደምን ኣይገለጸልካን። ምግላጽ የብዛሓልኩም። ምግላጽ ጥዑም እዩ በቃ ካብ ናይ እግዚኣብሔር ምግላጽ ዝበልጽ ኣብ ትሕቲ ሰማይ የለን። ስለዚ ናይ ሰማይ ኣቦይ ገሊጸልካ እዩ። ነዚ ዳሕራይ ቀጺሉ ብለካ ኣለኹ ንስኻ ጴጥሮስ ኢኻ ኢልዎ። ጴጥሮስ ማለት ከውሒ ማለት እዩ። ብእብራይስጢ ኬፋ እዩ ዝብሎ፣ ናይ መጀመርታ ስሙ ግን ስምኦን እዩ። ንማሕበረ ከኣ ኣብዛ ከውሒ እዚኣ ክሃንጻ እየ ኢሉ፣ ደጌታ ሲኦል ከኣ ኣይክሒልዋን። ሕጂ ናብታ ናይ ብሕብረት ምዕባይ ትብል ኣብዚ ንርኤ። ሕጂ መሰረትና ወይ ንሕናስ ኣበይ ኢና ዘለና? ንማሕበረይሲ ኣብዛ ከውሒ እዚኣ ክሃንጻ እየ። ሕጂ ገሊኦም እንታይ ይመስሎም ነሩ ብ ንጴጥሮስ ከውሒ ስለ ዝበሎስ ኣብ ጴጥሮስ ዝምስርታ ይመስሎም ነዩ። ከም ዝመስሎ ብዙሕ እዩ። ኣይኮነን። ንማሕበረይ ኣብዛ ከውሒ እዚኣ ክሃንጻ እየ ደገታ ሲኦል ከኣ ኣይክሕይልዋን እዮም። ንጴጥሮስ እሞ ኣብቲ ምዕራፍ ከማን ኣይተወድእን ረእይዎ ኣብቲ ምዕራፍ ኣይተወድእን ይባልሀካ ዝበሎ ኣብዚ ምዕራፍ እዚ እዩ ቁሩብ ምስ ከደ ስለዚ ንማሕበረይ ኣብዛ ከውሒ እዚኣ ክሃንፀያ ኢሉ ኣምላኽ መስገን ንሕና ሕጂ ኣበይና ተሃኔፅና ዘለና ኣብዚ ከውሒ እዚ ኣብ ክርስቶስ ወዲ ህያው ኣምላኽ ክርስቶስ ወዲ ህያው ኣምላኽ ነዚ ከውሒ እዚ ክኣትዎ ወይ ከዓ ክደፍሮ ዝኽእል ዋላ ሓደ የለን። ህይወትና ኣብዚ ከውሒ እዚ ተሰዊራ ኣላ። ስለዚ ማሕበርና ክንብል ከለና ንሕና ኣብ ናይ ምድሪ ነገር ኣይኮነን ኣብቲ እግዚኣብሔር ዘዳለወላ ቦታ እያ እሱ ከኣ ክርስቶስ ወዲ ሕያው ኣምላኽ እዩ ኣምላኽ መስገን ንሕና ኣብ ክርስቶስ ኢና ዘለን ሰይጣን እቲ ዝሓየለ ዝበሃል ኣብዚ ምድሪ ግን ነዚ ከውሒ እዚ ከኣትው ኣይክእልኒ ንሕና ኣብዛ ምድሪ ኣለና ግን ተሰዊርና ኣለና ኣብ ክርስቶስ ንሕና ከም ሰባት ንነብር ግን ኣብ ኣምላኽ ኢና ዘለና ነባጊዐይ ካብ ኢደይ ዝምንዝዐን ንምንታይ ከውሒ እዩ እሱ ከውሒ ማለት ኣብዛ ምድሪ ዝፀንዐት ናይ ኣካል ናይ ምድርስ እንታይ እዩ ከውሒ እዩ። ብዙሓት ብዙሕ ግዜ ደቂ እስራኤል ወይ መዝሙር ዳዊት ተሪኢኹም እግዚኣብሄር ከውሐይ እዮም ዝብሉ። እግዚኣብሄር ከውሐይ መዝሙር ዳዊት ዓሰርተ ሸሞንተ መጻላ ቅልጥፍ ኢልካ እማዓንቲ መቆቲ ኣይድንጉየኩም ነጃኹም የሱስ ጎይታ እዩ እግዚኣብሄር ከውሐይ ይበሉ እስኪ ኣምላኽ እምበር እግዚኣብሄር ከውሐይ እዩ ኣሜን።
ብምውጻእኹም ብምእታውኩም ጥራይ ስም የሱስ ክርስቶስ ይሃልኹም። ኣሜን። ጥራይ ንብረትኩምን ንስኹምንሲ ንክብሪ ወንጌል ዝበቅዕ ጥራይ ይኹን ይብለና ቃል እግዚኣብሄር በቃ። ጸላኢ ኣብ ከባቢኹም ብዙሕ ክጓዝም ይኽእል እዩ፣ ግን ኣብ ክርስቶስ ኢኺ ዘለኺ ኣብ ክርስቶስ ኢኻ ዘለኻ። ኣሜን። የሱስ ጎይታ እዩ። ኦእግዚኣብሔር ሓይለይ ኤፍቅረካየ እግዚኣብሔርሲ ከውሐይ ዕርደይ መናገፍየይ ኣምላኸይ ዝሃድመሉ ጸግዐይ ዋልታይ ቀርኒ ምድሓነይ ልዕል ዝበለ ከውለይ እዩ። ኣሜን ኣሜን ኣሜን ኦእግዚኣብሔር ሓይለይ እግዚኣብሔር ሓይለይ የፍቅረካ እየ ምክንያቱ ንስካ ከውሒ ኢካ ዋው ኢየሱስ ሰብ መዕቆቢ ስኢኑ ሰብ ቤት ስኢኑ ሰብ ዘራይ ስኢኑ ናይ ፍቀዱ ኣጋንንቲ መጻወቲ ኮይኑ

ኩሉ ግዜ ዘምር ክትዝምር ኢኻ ተጸዊዕኻ ከተመስግን ኢኻ ተጸዊዕኻ ከተምልኽ ኢኻ ተጸዊዕኻ ምክንያቱ ንስኻ ወይ ንስኹም ኣብቲ ከውሒ ኢኹም ዘለኹም እሺ ኣብ ዘፍጥረት ሰላሳን ሰለስተን ንኺድ

ንሱ ከኣ ኩሉ ለውሃተይ ኣብ ቅድሜኻ ክሓልፍ ከሕልፍ እየ፣ ስም እግዚኣብሄር ድማ ኣብ ቅድሜኻ ክእውጅ እየ፣ ነቲ ክምጉሶ ዝደሌኹ ክምጉሶ እየ፣ ነቲ ክሕንሕፎ ዝደሌኹ ድማ ክንሕፎ እየ በለ። ክምሕሮ ዝደለኹ ክምሕሮ ነቲ ክምሕሮ ዝደለኹ ክምሕሮ እየ በለ። ኣሜን። እሺ ሰብ ርእዩኒ ብህይወት ኣይነብርን እዩ እሞ ገጸይ ክትርኢ ኣይትኽእልን ኢኻ ድማ በለ። እግዚኣብሄር ድማ፣ እንሆ፣ ኣብዚ ጥቓይ ቦታ ኣሎ፣ ኣብቲ ኸውሒ ደው ክትብል ኢኻ። እግዚኣብሄር ድማ፣ ኣብዚ ጥቓይ እንታይ ኣሎ ኢልዎ? ከውሒ። ቦታ ኣሎ። እስኪ ንዓይ'ዩ በሉ። እግዚኣብሄርሲ እንታይ ኢሉኩም? ኣብዚ ጥቓይሲ ንዓኹም ዝኸውን ቦታ ኣሎ ኢሉ። ንሙሴ ዝኸውን ቦታ ኣሎ፣ ንሸዊታ ዝኸውን ቦታ ኣሎ፣ ቦታ ጸኒሑ። እዚ ቦታና መዓስ ድዩ ተጀ መዓስ ድዩ ተዳልዩ? ምስራት ዓለም እ ጎይታ ይባርካ ቅድሚ ምስራት ዓለም ቅድሚ ዘመናት ቅድሚ ዘመናት ማለት እንታይ ማለት እዩ? ወርሒ ሓደ ን- ወርሒ ክልተ ምድሪ ንዚ ከይነ ዓመተ ምህረት ዝበሃል ዘይነበረ ከሎ እግዚኣብሔርሲ ቅድሚ ዘመናት ተዳልዩ ከምዚ ዝለና ቃል ኣምላኽ ሓረየኩም እዩ ዝብለና ስለዚ እንታይ ኢሉ ኣብዚ ጥቃይሲ ቦታ ኣሎ ኣብዚ ከውሒ ከዓ ደው ክትብል ኢኻ ክኸውን ድማ ኢሉ ክብረይ ክሓልፍ ከሎ ኣብ ጨዳድ ከውሒ ከንብረካ እየ ኣነ ክሳዕ ዝሓልፍ ከኣ ብኢደይ ክኽውለካ እየ። ስለዚ ኣብዚ ከውሒ እዚ ደው ክትብል ኢኻ፣ ኣብ ጥቓይ ቦታ ኣሎ፣ ኣብዚ ጨዳድ ከውሒ ከኣ እንታይ ክገብረካ እየ? ክኽውለካ እየ። ኣማን እያ ትብል ሓቂ? የሱስ ጐይታ እዩ። ኣብዚ ጭዳድ ከውሒ ከንብረካ ኢሉ። ከውሒ ኩሉ ግዜ እንታይ እዩ? መሕብኢ። ጊሐ ኢሉ፣ ሓይሊ ደይብለን ህዝቢ እየን ኢሉ፣ ኣባይተን ግና ኣብ ከውሒ ስራሕ ነዚ ጎራሓት እየን ማለት እዩ ጸላኢ ክረኽበን ዘይክእል ስለዚ ንዓና ከዓ ዝኾነ ጸላእስ ክረኽበና ኣይክእልን ኣብዛ ምድሪ ዋላ ተኸድካ ተሸፊን ከዓ ኣብቲ ከውሒ ኢኻ ዘለኻ ኢየሱስ ጎይታ እዩ እግዚኣብሔር ተመስገነ ይኹን ስለዚ እግዚኣብሔር ተዋሕበ ቀደም ያዳልዎ ኣብ ቀዳማይ ቀረንጦስ ዋላ ተኸድኩም ከዓ ምዕራፍ ዓሰርተ ምዕራፍ ዓሰርተ ፍቕዲ ክንደይ ፍቕዲ ሰለስተ ድያ እስኪ ኣንበለይ ኦኬ ኩላቶምን እቲ ሓደ መንፈስ መንፈሳዊ ምግቢ በልዑ ኩላቶምን እቲ ሓደ መንፈሳዊ መስተ ሰተዩ ካብቲ ዝስዕቦም ዝነበረ መንፈሳዊ ከውሒ ሰትዮም እዮም እሞ እቲ ከውሒ እቲ ከኣ ክርስቶስ እዩ ኣሜን። ኩላቶም ሲ መንፈሳዊ እንታይ ሰትዮም? መስተ ሰትዮም። ካበይ ሰትዮም? ካብቲ ከውሒ ሰትዮሞ። እዚ ከውሒ እዚ ኸኣ መን እዩ? ክርስቶስ። ክርስቶስ እዩ። እግዚኣብሄር ንሙሴን ወይ ንኣሮንሲ ኣብ ክልተ ቦታ ኣብቲ ሓደ ነቲ ከውሒ ውቕዓዮ ዝብል ኣብታ ከውሒ ከኣ ነቲ ከውሒ ተዛረብዎ እዩ ዝብል። ሙሴ ከማን ኣብኣ እዩ ንከነኣን ከም ዘይኣቱ እግዚኣብሔር እተዛረቦ ማለት እዩ። ሕጂ እቲ ከውሒትስ መን እዩ? ካብቲ ከውሒትስ ማይ ሰትዮም። እቲ ከውሒቲ መን እዩ? ክርስቶስ እዩ። መንፈሳዊ ከውሒ ኢልዎ። መንፈሳዊ ከውሒ። ስለዚ እዛ ማሕበር ኣብ መንፈሳዊ ከውሒ እዩ ሰትዩ። ኣንኳይ መንፈሳዊ ከውሃስ ነዚ ምድራዊ ከውሒ ከማን መዕቆቢ እዩ፣ ምኽንያቱ ኣብ ደቂ እስራኤል ዳዊት ሃዲሙ ከሎ እንድሕር ርኢናዮ ኣብቲ ከውሕታት ኣብቲ ኣኽራን ይሕባእ ነይሩ። ሸጓሽግ ኣለዎ ወይ ዝኾነ ሕጂ ዋላ ኣብ ውግእ እውን ኣብ ኣኻውሕ መዕቆቢኻ ትመርጽ። ሕጂ እቲ ናይ ምድሪ ከውሒ እኳ ክንድዚ ተሪር ካብ ዝኾነ ስለዚ መንፈሳዊ ከውሕያ ደኣ ንስኻ ወዲ ህያው ኣምላኽ ኢኻ ምስ በሎስ ከመይ ጎይታ ተሓጒሱ መቸ ጴጥሮስ ኢሎ ጴጥሮስ እዚ ስጋን ደምን ኣይገለጸልካን ኢሎ ምክንያቱ ረኺብዋ ንታ መልሲ እውነት ዕድለኛታት ኢና። ዕድለኛ ኢኻ፣ ዕድለኛ ኢኺ። ኣሜን ዶ? ብክርስቶስ ምእማንካ፣ ብክርስቶስ ምእማንኪ ማዕረ ክንደይኹም ብዕድል ክትሕጎሱ እንዲ ኣይ እንዲ ብዙሓት ክሕጎሱ ከለዉ ኣነ ብጎይታ ብጣዕሚ ይቀንእ ደስ ይብለኒ ተሓጒሶም ከምልኹ ንጎይታ ከኽብሩ ከመስኩሩ ከለዉ ናይ ሂወቶም ሃለሉያ የሱስ ጎይታ እዩ። የሱስ ስለዚ ከውሒ እግዚኣብሔር ሓይለይ የፍቅረካ ኢሉ እግዚኣብሔር ከውሐይ ዕርደይ መናገፍየይ ዝሃድመሉ ጸግዐይ ቀርኒ ምድሓነይ ከምኡ በለ ወእስራኤል ብፁዕ ኢኻ ኢሉ ብእግዚኣብሔር ዝደሓነሲ መን ኣሎ ከማካ ኢልዎ። እቲ ብልዕልንኡ ኣብ ደባያ ኣብ ደበናታን ሰማያትን ዝጠወጠሐ ኣምላኽ ክብሪ ንእግዚኣብሔር ይኹን። ሃሌሉያ የሱስ ጎይታ እዩ ስለዚ ክርስቶስ ወዲ ህያው ኣምላኽ እሳ እታ ቀንዲ እታ ዝዓበየት ምስጢረ በቃ ካልእ ኣይኮነትን በቃ ክርስቶስ ወዲ ኣምላኽ ሰማያትን ምድርን ኣብኡ ዘለዉ ኩሎም ዝግዝእዎ ዘምልኽዎ ዝእዘዝዎ ንዑ ኢኻ ተምልኽ ኩሎም ሓይልታት ይግዝእዎ ኣለዉ ይብለና ቃል ኣምላኽ ንማሕበረሰብ ኣብዛ ከውሒ እዚኣ ክሃንፃ እየ ደጌታ ሲኦል ከዓ ኣይኪሕይልዋን እዮም። የሱስ ክርስቶስ ነዛ ማሕበር ነዛ ከውሒ እዚኣስ ብምንታይ ሰሪሕዋ? ብሞቱን ብትንሳኤኡን ሰሪሕዋ ኣብ መስቀል። ስለዚ ንሕናሲ ኩላህና ተሰቒልና ኢና ማለት እዩ። እሱ ኣብ ክንዳና ምስ ተሰቒሉ ንሕና ተሰቒልና ና ወዲእና ኢና ካይተሰቐልናስ ተሰቒልና ኣሜን ዶ ካይተሰቐልካስ ተሰቒልካ ዕዳ ነርካ ብዙሕ ዕዳ ተዕዳኻ ተኸፊሉ ሕጂ ታይ ጸገም ኣለካ መን ከፊልዎ ክርስቶስ ወዲ ህያው ኣምላኽ ኣብ ከውሒ ኣብ ሰይጣን ሰይጣን እቲ ንዓለም ዝገዝእ ኣብ ክረኽበካ ዘይክእል ክርእየካ ውን ኣይክእልን እኮ ታይ ዝበል ሓንቲ ቆልዓ ሲ ኳሕኳሕ ኣቢሉ ሰይጣን ማለት እዩ ኣፍደገ መን ኢኻ ኣነ ሰይጣን ውይ የሱስ ክፈቶ ኢላቶ ከመይ ገር ደው ክብል ኣብታ ማዕጾ የሱስ ክፈቶ ተልካ ደየለ ሰይጣን የለ ገደ የለ ስለዚ ኣብ ክርስቶስ ዘለዎ ሰብ ንዓኻ ስለ ትጽሊ ስለ ተንብብ ዘይኮነስ በቃ ክርስቶስ ንህይወትካ ንክርስቶስ ወዲ ኣምላኽ ስለ ዘግዛእኻ ኣብዛ ምድሪ ክልተ ኣንጻር ኣለዉ ክርስቶስን ሰይጣንን ጸረ ክርስቶስ እዩ ዝብሎ ንሰይጣን ጸረ ክርስቶስ ዝገብሮ ኩሉ ጸረ ክርስቶስ እዩ ስለዚ ንዓና ከኣ ብብዙሕ ነገር ድመጸና ከምዚ ጓዝም ኣንበሳ ምሽ ይብሎ ከምዚ ጓዝም ኣንበሳ ኣንበሳ ኣይኮነን ግን ከም የምስል ክብሪ ንኣምላኽ ይኹን ስለዚ ንማሕበረይ ኣብዛ ከውሒ እዚኣ ክሃንጻ እየ ኢሉ። ኣብዚ ከውሒ እዚ ከም ዘላ ኩሉ ሕጂ ተኣመን። ብኣምላኽ ንተኣመን ኣምላኽ ይመስገን። ኣምላኸይ ከውሒ እዩ። ከውሐይ እዩ። መዕቆቢየይ እዩ። ኣብ ሓደ መዕቆቢ ኢና ኣቲና። ኣብ ሓደ መዕቆቢ። ጸላኢ ክረኽበካ ዘይክእል። እስኻ ኣመን ክርስቶስ ወዲ ሕያው ኣምላኽ ምስ ሰብ ሃሎ ምስ ቤተሰብ ሃሎ ምስ ብዙሓት ሃሎ ንስኻሲ ተኸቢብካ ኢኻ ዘለኻ ተሰዊርካ ኢኻ ዘለኻ እዚ ካብ ሕዚ መኒ ክርስቶስ እዩ ኣምላኽ መስገን የሱስ ጎይታ እዩ ኣብቲ ዝቃይሲ እንታይ ኣሎ ቦታ ኣሎ ኢልዎ ኣብቲ ከውሒ ደው ክትብል ኢኻ ኢሉ ኣምላኽ ምስግን ኣብቲ ጨዳድ ከውሒ ክኽውለካ እየ ኢልዎ ብዘይቲ ዝሩት ኣብቲ ቀዳማይ ቀርንጦስ ሰለስተ ዓሰርተ ከኣ ሃዋርያ ጳውሎስ ዝበሎ እንታይ ኢሉ ብዘይቲ ስሩት መሰረት ንሱ ከኣ የሱስ ክርስቶስ ካልእ ክስርት ዋላ ሓደ ዝኽእል የልቦን ስሩት እዩ ንሱ ከኣ መን እዩ ክርስቶስ እዩ። ስለዚ ንሕና ወይ ዝኾነ ሰብ ኢሉ ጳውሎስ ዝስርቶ የለን። ብፍላይ ንገላትያ እንታይ ኢልዎ? መልኣኽ ዋላ እንተኾነ ብዘካ እቲ ንሕና ዝሰበኽናዮ ዝሰበኽናዮ ወንጌል ንሕና እውን እንተኾና ኢሉ የለን። ስሩት እዩ ከውሒ እዩ ዝንቕንቆስ የለን ናብትን ናብትን ወይ ክቀያይሮ ዝኽእል የለን ክውስኸሉ ዝኽእል ዋላ ሓደ የለን ንሱ እኹል ይበቅ ንዓኻስ መድሓኒ እኹል እዩሱ ብቑዕ እዩ ብቑዕ ኣይኮነን ድዩ ጎዲልኒ ትብል ኣለካ ድያ ኣብዚ ኣይትረክብን እኹል እሱ እኹል እዩ ኣይረኸብካዮን እንተኾንካ እምበር እሱ እኹል ብቑዕ እዩ ሃሌሉያ ሓጎስ ኣሎ ሰላም ኣሎ ዕርፍቲ ኣሎ ህይወት ኣሎ ተስፋ ኣሎ ስለዚ ኢሉ በጀካ እቲ ሱርት መሰረት ከናብባር እስከ ኣንብበለ ቀዳይ ቀርጠስ ብዘይ እቲ ሰለስተ ሱር ዓሰርተ።
ብዘይ እቲ ሱርት መሰረት ንሱ ከኣ ኢየሱስ ክርስቶስ ካልእ መሰረት ሓደ እኳ ክስርት ዝክእል የልቦን እሞ ኣነ ከምቲ እተዋህበኒ ጸጋ ኣምላኽ ብልሓተኛ ሃናጺ ኮይነ ነቲ መሰረት ሰረትኩ። በቃ
ዋላ ኣብቲ ሓድሽ ትርጉም ከኣ ምኽንያቱ ኢሉ ብዘይካ እቲ ስሩት መሰረት ንሱ ከኣ የሱስ ክርስቶስ ካልእ መሰረት ክስርት ዝኽእል ሓደ እኳ የልቦን። ኣሜን ደይትብል?
ናትካ ደይኮነን ክርስቶስ፣ ናትካ ደይኮነን ኢየሱስ። ሕጂ እገሊት እገለ ክስቶ ዝበሃል የለን። ክርስቶስ እዩ ትሕቲ ሰማያት ብጀካ ብኡ ካልእ ክንድሕነሉ ዝኽእል ከኣ የለን ኣርባዕተ ዓሰርተ ክልተ ግብረ ሃዋርያት ኣለኩም ማለት እዩ እዚ እቲ ከውሕስ እኹል እዩ ዝንቕንቆ የለን ማለት ኣብዚ ከውሒ እዚ ዝረገጹ ዝተሰወሩ እዮም ክብሪ ንጎይታ ይኹን ስለዚ በጀካ ዝስሩት መሰረት ንሱ ከኣ የሱስ ክርስቶስ ካልእ ክሰርት ዝኽእል የልቦን ካልእ ክሰርት ዝኽእል የልቦን እሰያስ ዕስራን ሽዱሽተን ኣርባዕተ ከ እንታይ ይብል እግዚኣብሔር ኣምላኽ ናይ ዘለኣለም ከውሒ እዩ እሞ ንዘለኣለም ብእግዚኣብሔር ተኣመኑ እግዚኣብሔርሲ ናይ ዘለኣለም ከውሒ ክብሪ ንጐይታ ይኹን እግዚኣብሔርሲ ኣምላኽ ናይ ዘለኣለም ከውሒ እዩ ኣምላኸይ ናይ ዘለኣለም ከውሒ እዩ ናይ ዘለኣለም ከውሒ ናይ ዘለኣለም ከውሒ ዋው ኢየሱስ ክርስቶስ ጎይታ እዩ ኣነስ ኣብዚኣ ዝደኣቱ ዋላ ሓደ ይምርኣየኒ ሓቂ ዶ ኣብዚኣ ኣላ ንእሽተይ ናይዛ ኩልፒት ኣብዚኣ ኣብታ ንእሽተይ ማለት እዩ ስለዚ ህይወትኩምሲ ኣብ ክርስቶስ እንድሕር ኣትያስ ከምኡ ሕሰብዋ ዝኾነ ነገር ጸላኢሲ ኣብ ህይወትኩምሲ ዋላ ሓንቲ ነገር ገብር ኣይክእልን ብዙሕ መዝሙራት ኣለውስ ህይወተይሲ ኣብ ቃልካ ተሰዊራ ኣላ ኣገ ዋው ኣታ ኣታ ህይወትኩምሲ ኣብኡ ተሰዊራ ኣላ ብጎይታ ምሕጓ- ብ- ብጎይታ ምእማንኩምሲ ደስ ይበልኩም እቲ ዝበለፀ ኣብ ሰማይ ኣብ ትሕቲ ሰማይ ኣብ ምድሪ ክርስቶስ እዩ እግዚኣብሔርሲ ናይ ዘለኣለም ከውሒ ኢሉ ናይ ዘለኣለም ከውሒ እዩ ትኸብሑ ከመን እዩ ክርስቶስ እዩ ስለዚ ብእግዚኣብሔር እንታይ ግበሩ ተኣመኑ ብእግዚኣብሔር እንታይ ግበሩ ተወከሉ ኣብ እግዚኣብሔር ንዘለኣለም ተኣመኑ ኢሉ እግዚኣብሔር ኣምላኽ ንዘለኣለም ዘድሕን ከውሒ እዩ ይብል ኣብቲ ሓድሽ ትርጉም ከዓ እግዚኣብሔር ሲ ንዘለኣለም ዘድሕን ከውሒ እዩ ዘድሕን ከውሒ እዩ ንዓኻ ዘድሕን ከውሒ እዩ ኣሜን ሃሌሉያ ታንክ ዩ የሱስ። ሓደ ሓደ ግዜ በሪኽ ከውሒ ተኾይኑ ኣብቲ ከባቢ ናብኡ ውጽእ ክትብል ትደሊ ኢኻ ወይ መስየካ ወይ ኣራዊት ዘለውዎ ገለ በሪኽ ኣብዛ ዓዲ ድሕሪ ተወሊድኩም ከውሒ ትፈልጥዎ ኣይንኹም ጎቦ ከማን ኣይትየብሉን እዛ ዓዲ ኣብ ዓድና ተትኸዱ ጽቡቅ ገርኩም ፈለጥኩሞ ካብ ከውሒ ናብ ከውሒ ኣይትርሕቅን ኢኻ እግዚኣብሔር ናይ ዘለዓለም ከውሒ እዩ እስኪ ኸም በል ናይ ዘለዓለም ከውሒ እዩ እግዚኣብሔርስ ናይ ዘለዓለም ከውሒ ይበል ናይ ዘለዓለም ከውሒ እዩ ናይ ዘለዓለም ከውሒ እዩ ብዙሕ ኣእምሮኻ ክመፅእ ይኽእል እዩ ግን ሓንሳእ ተሰዊሪኣሳ ካብኡ ዝፈልየካ ዋላ ሓደ የለን ካብታ ኣብ ኣምላኽ ኣብ ክርስቶስ ዘላ ፍቅሪ ኣምላኽ ዝፈልየና ዋላ ሓደ የለን እቶም ብዙሕ ኣብኡ ጠቂሶም ዘሎ ጥሜት ዶ ጽልኢ ዶ ሽግር ዶ ጭንቀት ዶ ካልእ ሓይሊ ተኾነ ዘይፍለጥ ዘይንፈልጦ ዋላ ካልእ እውን ይኹን ኢሉ ካብኣ ዝፈልየና ዋላ ሓደ የለን ንምንታይሲ ከውሒ ናይ ዘለኣለም ከውሒ እግዚኣብሔርሲ ናይ ዘለኣለም ከውሒ እዩ ስለዚ ሕብረትና ምንታይ እዩ ኣብዚ ከውሒ እዚ እዩ ስለዚ ኢና ንቸርች ጉያ ጉያ ጉያ ጉያ ጉያ ኢልና ንመፅእ የሱስ ጎይታ እዩ ዝጠዓምናዮ ነገር ኣሎ ዝጠዓምናዮ ነገር ኣሎ ንዛረቦ ነገር ኣሎ ኣሜን ንምስክሮ ነገር ኣሎ ድምስከር እንድሕር ዘይብልካ እሞ የሱስ ጎይታ እዩ ድሓን ክድምስከር ክህልወኪ ሓደ መዓልቲ ጆኻ ክብሪ ንኣምላኽ ይኹን ካብዚ ክሕዚ ክቡር ዘይቲ ኣሎ ክቡር ዘይቲ ናበይ ናብዚ ሕብረት ዝወርድ እግዚኣብሄር ሲሉ ኣብቲ ሕብረት በረኸትን ህይወትን እንታይ ገይሩ እዩ ኣዚዙ እዩ ኣዚዙ ኢሉ ኣብ ቀዳማን ቀረጽ ሓደ ትሽዓተ እቲ ናብ ሕብረት ወዱ ኢየሱስ ክርስቶስ ዝጸዋዓና ኣምላኽ እሙን እዩ ያ እሱ እሙን ዳብል እቲ ናብ ሕብረት ወዱ ኢየሱስ ክርስቶስ ዝጸዋዓኩም ኣምላኽ እሙን እዩ እሙን እዩ ገንዘብካ ንመን ትህቦ ንኡምን ሰብ ሓቂ ዶ ቁሩብ መሸት መሸት ዘብል ገንዘብካ ትህቦ ዲኻ ኤእ ከጥፍኣልካ ኪዱ ሓወይ ምሽ ኣሎ ሕጂ እንድሕር ድሐሽሽን ብዙሕ ደውጽእ ኮይኑ ንዮናስ ሓወይ ኤእ ዮናስ እዚኤን እንካ ምሳኻ ዝናሓ እምበር ኪዱ ንስ ከጥፍኣለይ እዩ ዝብሎ እቲ ናብ ሕብረት ወዱ ኢየሱስ ክርስቶስ ዝጸውዓኩም እሙን እዩ እሙን እዩ እሙን እዩ ሃሌሉያ እሙን እዩ ዝብል እሙን ትፈልጥ ዲኻ እሙን ንእሙን ሰብሲ መን ንረኽቦ ኢሉ ምሳሌ እሙን ሰብሲ ኣዝዩ ይባረኽ ኢሉ ስለዚ እግዚኣብሔርሲ እቲ ናብ ሕብረት ወዱ ዝፀዋዕና ኣምላኽ ነዚ ሕብረት እዚ ዝፀውዖ ኣምላኽሲ እሙን እዩ እቲ ዝበለና ኩሉ ክገብሮ እዩ። ተሰሎንቃ ከመይ ዝብል ቀዳይ ተሰሎንቃ ሓሙሽተ
ኣብ ዕስራን ሓሙሽተ ዳ ጸሓፍኳ ንበር ስለዚ እሙን እዩ ኣምላኽ እዚ ሕብረት እዚ እሙን እዩ እቲ ዝጽውዓኩም ዘሎ እሙን እዩ ንሱ እውን ክገብሮ እዩ ኣሰይ እቲ ዝጽውዓኩም ዘሎ ሲ እቲ ዝጽውዓኩም ዘሎሲ ዋይ ኣታ ኣለኹም ዶ ምስኣ እቲ ዝጽውዓካ ዘሎሲ እቲ ዝጽውዓኪ ዘሎ እቲ ተገልግልዮ ዘለኺ ክገብሮ ከኣ እዩ ኩሉ እቲ ዝበለና ክገብሮ እዩ የሱስ ጎይታ እዩ እግዚኣብሔር ዝተመስገነ ይኹን ሃሌሉያ ኣብ ማቴዎስ ሸውዓተ ዕስራን ኣርባዕተን ዕስራን ሓሙሽተን ሲ ብልህ ሰብኣይሲ ኣብ ከውሒ ቤቱ ዝሰረሐ ይመስል ኢሉ ሕጂ ኢሉ ውሕዝ ይውሕዝ ንፋስ ይነፍስ ዝናብ ይዘንብ ውሕጅ ይውሕጅ ንፋስ ይነፍስ እሞ ነታ ቤት እቲኣ ዋላ ሓንቲ ክገብራ ኣይከኣለን ስለዚ ኣብዚ ከውሒ እዚ ዝተሰረተ ሕብረት ኣብዚ ከውሒ ተሰረተ ሰብ ውሕጅ ኣብ ዓለምና ምሽ ውሕጅ ብዙሕ ሓደጋታት የስዕብ ኣሎ ነይሩ ሕጂ ውን ይመጽእ ውን ንፋስ ከምኡ እ ዝናብ ከምኡ ሕጂ እዚም ሰለስቲኦም እዚኦም ሲ ኢሉ ዝናብ መጽኡ ውሕጅ መጽኡ ንፋስ መጽኡ ነታ ቤት ሲ ደፊኦማ ዋላ ሓንቲ ነገር ክገብሩ ኣይከኣሉን። ኣብ ምንታይ ተሰሪታ? ኣብ ከውሒ ተሰሪታ እያ እሞ። ኣብ ከውሒ ተሰሪታ። የሱስ። ኣሜን። ሃሌሉያ። ሃሌሉያ። ዋላ ሓንቲ ክገብረኒ ኣይክእልን እዩ በሉ። ውሕጅ ይምጻእ፣ ንፋስ ይምጻእ፣ ዝናብ ይምጻእ። ኣበይ'የ ዘለኹ በል? ኣብቲ ከውሒ ደው ኢለ'የ ዘለኹ በል። ኣብቲ ከውሒ። ኣብ ዝኾነ ናትኩም ኣይትተኣመኑ፣ ኣብ ጸሎትኩም ኣይትተኣመኑ፣ በቃ ኣብቲ ከውሒ ስለ ዘለኹ'የ በል። ኣብቲ ከውሒ። ጸሎት ናብራኻ'ዩ። ጽሊ ዝግበኣካ። ቃል ኣምላኽ ምንባብ መግብኻ'ዩ። ክተንብብ እዩ ዝግበኣካ ግን ኣብቲ ከውሒ ስለ ዘለኻ እዩ እ ብርቱዕ ንፋስ ይመጽእ ብርቱዕ ውሕጅ ብርቱዕ ዝናብ ነዛ ቤት እዚኣ ግን እንታይ ገብራ
ዝናም ዘነመ ውሕዝ ወሓዘ ንፋስ ውን ነፈሰ ነታ ቤት ከኣ ደፍእዋ ኣብ ከውሒ ተሰሪታ እያ እሞ ኣይወደቐትን።
ክብሪ ንኣምላኽ ይኹን። እዚ ሕያው ዘልኩም መር ሕጂ ተመልሽና ንድሕሪት ኣብ ታሪኽ ቤተ ክርስቲያን ንቤተ ክርስቲያን ንምጥፋእ ዝተገብረ ታሪኻት እተተንብቡ ነታ ማሕበር ጥራይ ዘይኮነስ ንመጽሓፍ ቅዱስ ከማን ሽርሕታት ሰይጣን ብዙሕ ብዙሕ ብዙሕ ብዙሕ ገይሩ ሕጂ ረእይዋ ግን ኣብ ዓለም ረእይዋ ቸርች ረእይዋ ኣብ ዓለም ሶምዚ ካብቲ ዘይጠፍእ ዘርኢ ኢኹም ይብለና ስለዚ እግዚኣብሔር መስገን መሰረትና እዚ ካብ ሕዚ እዩ ክርስቶስ እንድሕር ዘየለነ የለና ናብዚ ዓለም ማለት እዩ ክርስቶስ የለ እንተኮይኑ የላና ክንጠፍእ ኢና ሓቆም እዮም እዚ ከውሒ እንድሕር ዘየለ ግን ንማሕበረይሲ ኣብዛ ከውሒ እዚኣ ዘዚ ደስ ይበልካ ደስ ይበልኪ ኣነ ሰብ ኣይኮንኩ ዝኣምን ዘለኹ ታሪክ ከምዚ ፅንፅዋይ ደብተራታት ጠንቆልቲ ዝፀሓፍዎ ክሳይ ዘምፅዎ ኣይኮነን እግዚኣብሔር እቲ ካብ ቀደም ካብ ዘበናት ዝሓረዮ ዝመኸሮ ቅድም ክልተ ሽሕ ከዓ ዝፈፀሞ ዘዳለዎ ኣብኡ ሓደ ጽኑዕ ከውሒ ኣዳልዩ ኣሎ። ሳሙኤልሲ ንሳኦል እንታይ ኢልዎ? እቲ ጽንዓት እስራኤልሲ ካይጠዓስ። ዋው! ጽንዓት እስራኤል! እቲ ዝጸውዓካ ኣምላኽ! ኣነ እነግረካ ኣለኹ፣ እምስክረልካ ኣለኹ፣ እቲ ዝጸውዓካ ኣምላኽ! የሱስ! እግዚኣብሔር ተመስገነ ይኹን። እሺ ስለዚ ንሕና ሕጂ እሱ ህያው እምኒ እዩ ህያው ከውሒ እዩ ኣሜን ዶ ኣሜን ክብሪ ንስሙ ይኹን ኣብ ቀዳይ ጴጥሮስ ክልተ ኣርባዕተ ሓሙሽተ እዚ ኣንቢብና ዳርጋ ካልእ ግዜ ድሓን ክንውድእ ኢና ማለት እዩ እንዳመቀረ ካብ ምውዳእ ይሓይሽ ነዊሕ ድዩ ናብቲ ብሰብ ንዑቕ ሃሌሉያ ብኣምላኽ ግና ሕሩይን ክቡርን ዝኾነ

ናብቲ ብሰብ ንዑቕ ብኣምላኽ ግና ሕሩይን ክቡርን ዝኾነ ሕያው እምኒ እናቐረብኩም፣ ንስኻትኩምውን ከም ሕያዋን ኣእማን ኴንኩም፣ ነቲ ብኢየሱስ ክርስቶስ ኣብ ኣምላኽ ቅቡል ዝኾነ መንፈሳዊ መሥዋዕቲ ከተቕርቡ፣ ንቕዱስ ክህነት ዚኸውን መንፈሳዊ ቤት ተሃነጹ። ኣሜን።
ሕጂ እቲ ከውሒ መሠረትና እንድሕር ኮይኑ፣ ንሕና ከኣ እንታይ ኢና ህያዋን የእማን ኢና የእማን ረእዎም ኣብ መንደቕ ምስ ኣተዉ ከመይ መልክዕ ይህቡ ከመይ ጽባቐ ይህቡ ት እንተዳቆ ደድህልዎ ብዝህቲ ብዙሕ ምነገሩና ማለት እዩ ነየናይ እምኒ የእትዉ ዘየልዮም እምኒ ድርብይ ኣቢሎም ወይ ጸሪቦም እንዳበሉ እንዳሰርሑ የእትዎ ዳሕራይ እቲ ገዛ ምስ ተወደኣ ግን ከመይ ዝበለ ገዛ ዘደንቕ ገዛ ይኸውን ማለት ጽቡቕ ገዛ ሕጂ ንሕና ከኣ ኣብቲ መንፈሳዊ እምኒ ወይ ከኣ ኣብቲ መንፈሳዊ ከውሒ እንታይ ኢና ህያዋን ኣእማን እሱ ኢሉ ናብቲ ብሰብ ንዑቕ ብኣምላኽ ግና ሑሪን ክቡሩን ዝኾነ ህያው እምኒ እናቐረብኩም ንስኻትኩም እውን ከም ህያዋን ኣእማን ኮንኩም። ከም ህያዋን ኣእማን ኮንኩም። እምንስ ናብ መንደቕ ደኣ ትረእዎሞ ጽቡቕ እዩ ሃገ ስለዚ ንስኻትኩም ከኣንሲ ናብቲ በቃ ከም ህያዋን ኣእማን ኮንኩም ኣብዛ ምድርስ ጽባቐ ናይቲ ከውሒ ኣብቲ ንኸቲ ከውሒ ድመስል እንዳመሰልና ክንከይድ ምስ ጨጓርካ ክትነብር ኣይኮንካን ተጸዊዕኻ ምስ ኣፍሮኻ ክትነብር ኣይኮንካን ተጸዊዕኻ ኣፍሮ እንተሊኻ ተቐማቒምካ ኣፍሮ ናይ ጨጉሪ ኮንኩን ኣነ ዝዛረብ ዘለኹ ጠፊኡኩም ዶ ስለዚ ኣምላኽ መስገን ክጻባበቕ ዘለዎ ተጻባበቕ ሽዑ ከም ህያው እምኒ ከም ህያዋን ኣእምኒ እናቐረብኩም ንስኻትኩም ውን ከም ህያዋን ኣእማን ኰንኩም ነቲ ብየሱስ ክርስቶስ ኣብ ኣምላኽ ቅቡል ዝዀነ መንፈሳዊ መስዋእቲ ከተቕርቡ ንቕዱስ ክህነት ዝኸውን መንፈሳዊ ቤት ተሃነጹ። የሱስ ክርስቶስ ኣብ ኣምላኽ እንታይ ዝዀነ ቅቡል ዝኾነ መንፈሳዊ መስዋእቲ ከም ህያዋ ነእማን ሓደ ንርእስኻ ኣብቲ ከውሒ እንድሕር ኣለኻሲ ከም ህያው እምኒ ቁፀራ እስኻ ናይ ክርስቶስ ኢኻ ናይ ክርስቶስ ኢኺ ኣእምሮኻ ኣይመቓቐል ኣነ ትብል ኣነ ትብል ብክርስቶስ ዝደሓንኩ ሰብየ ኢልካ ኣውጅ ኩሉ ግዜ ብምድሓንካ ኣብ ሰብ ኣይትሕፈር ህያው እምኒ ኢካ ዋላ ኣይትመስክረሎም ግን እምነትካ ንምንታይ ትምታይ እሶም ከ ገለመለ እንዳኣመኑ ስኢሎም ኣብ ቅድሜካ ስታይ ዝገብሩ ዘለዉ እንታይ ኾንካ ንስኻ? የሱስ ጐይታ እዩ። ኣሜን ዶ? እግዚኣብሔር ከውሒ እዩ፣ ኣይሓፍርን እየ በሉ። ዕዳ ኣለኒ ኢሉ እዩ ጳውሎስ። ዒዳ ንለባማት ዕዳ ኢልዎ፣ ንዓያሹ ዕዳ ኣለኒ ኢሉ። ስለዚ ከምኡ ስለ ዕዳ ስለ ዝኾነስ ነቲ ዕዳይሲ ኣይሓፍ ብወንጌልሲ እንታይ ገብር ኢሉ ኣይሓፍርን እየ ኢለ ኣይሓፍርን እየ በቃ ዕዳ ስለ ዘለንስ ኣይሓፍርን እየ ሕና ከኣ ዕዳ ኣለና ዕዳ ዕዳ እንታይ ኣለና ናይ ሕብረት ምትህንናጽ ኣለና እግዚኣብሔር ይመስገን ዕዳ ኣለና ክቡር ዘይቲ ኣብ ማእከልናስ ክቡር ዘይቲ እዩ ዘሎ ክቡር ዘይቲ ትርድዎ ድኹም እዚ ክቡር ዘይቲ እዚ ገለ ቆሲሎም መፁ ገለ ተወጊኦም መፁ ክሪሳን ኮ ወተሃደር ኦ ካብ ካሊእ ከይከይድ ሕጂ ናብ ካልእ ከይከይድ ሕጂ ኣሕቁ ምስ መዘ እቲ ክቡር ዘይቲ ኣብቲ ሕብረት ኣሎምሽ ሽዑ እቲ ቆሲሉ ምስ መጸ ኣብቲ ሕብረት ምስ ኣተወ ብድድ ዘይቲ ብድድ ኣብሎ እኳ እቲ ካብቲ ውሑድ ዝመጽእ ዘይቲ ካብ ክርስቶስ ዝመጽእ ዘይትስ ብድድ እልልታ ይጅምር፣ ጨብጨባ ይጅምር፣ ሸብሸባ ይጅምር፣ ቋንቋ ይቕየር፣ ነገራት ኩሉ ይቕየር። ካበይ ካብቲ ከውሒ ክቡር ዘይቲ ስለ ዝኾነ ኡ እዋ የሱስ ኦ ክብሪ ንጎይታ ይኹን። የሱስ ዝተባረኸ ይኹን። ንስኻትኩም ከም ህያዋን እማን ኮንኩምሲ ብኢየሱስ ክርስቶስ ኣብ ኣምላኽ ቅቡል ዝኾነ ቅቡል ዝኾነ ህያው መስዋእቲ ከተቕርቡ ስለዚ ምስ ድሓንካስ ንጎይታ ዘሐጉሶ እንታይ ኣብ ኤፌሶን ምዕራፍ ሓሙሽተ ከምኡ ዝብል ንጎይታ ዘሐጉሶ እናመርመርኩም እዩ ምስ መን ኮንካ ምስ ኣሕዋትካ ሕብረት ብሕብረት ምዕባይ ኢና ናይ ኩላትና ካባና ሓደ ዋላ ሓደ ክተርፍ ዘይብሉ ማለት እዩ ኩላህና ክንዓቢ ኩላህና ኣብቲ ከውሒ ናይቲ ከውሒስ ክንፈልጦ ኣብቲ ክቡር ዘይቲ ክንመላለስ ኣብቲ ፈውሲ ክንመላለስ ኣብቲ ምድሓን ክንመላለስ ኣብቲ መዝሙር ኣብቲ ምስጋና ሙሴ እኳ ቀሪቡ ቀሪቡ እዕልል እዕልል እዕልል ኣብ መወዳእታ እንታይ ኢልዎ በጃኻ እባ ክብርኻ በጃኻ እባ ክብርኻ ኣንተ ደንበብናያ ሰላሳን ሰለሰን ዘጻኣት በጃኻ እባ ክብርኻ ሕጂ እንዳኣተኻ እንድሕር ከይድካ ንድሕሪት የለን እቲ ናይ እግዚኣብሔር ፍቅሪ እቲ ናይ እግዚኣብሔር ህላውነት ዳሰሓበካ እዩ ዝኸይድ ብኣንጻሩ ሰይጣን ከኣ ከጥፍኦም ነቶም ንዘለዮ ሰይጣን እንታይ ደገር እንዳወሰዶም ይኸይድ ዳሕራይ ኣይመልሶምን እዩ ናብ ምድሓን ኣይመልሶምን እዩ ኣምላኽ ከኣ እንድሕር እንዳቐረብና ከይድና በቃ በጃኻ እባ ክብርኻ ኣርየኒ ኢልዎ ክብሪ ንስም ይኹን እግዚኣብሔር ተመስገነ ይኹን ኣብ ልቋስ 20 18 እንታይ ኢሉሲ እቲ ነደቕቲ ዝነዓቑ እምኒ ኣንብበለይ እስኪ
እስኪ ሉቃስ 20 18 20 18 ኦኬ ንሱ ግና ጠሚቱ ኣበለ እቲ ነደቕቲ ዝነዓቑዎ እምኒ ንሱ ርእሲ መኣዝን ኮነ ዝብል ጽሑፍ ዶ እንታይ እዩ ቀጽለ ኦኬ ኣብቲ እምኒ እቲ ዝወደቐ ዘበለ ክስበር እቲ እምኒ እቲ ዝወደቖ ድማ ክጭፍለቕ እዩ።
ርኤኹም፣ ዕድለኛታት ዘልኩም ካልእ ዕድል የለን።
ኣብቲ እምኒ እቲ ዝወደቐ ይስበር፣ እቲ እምኒ እቲ ዝወደቖ ጭፍለቕ። ምናቱስ ካልእ ኣማራጭስ የለን፣ ዓለምስ ካልእ ኣማራጭ የብላን። ኣንታ እስኹም የሱስ ጥራይ ኢኹም ተምልኹ የሱስ ጥራይ እወ እሱ ጥራይ እሱ ከውሒ ካልእ የለን ኩሉ ሑጻ እዩ ኩሉ ሑጻ ሑጻ ሒዝካ ክኸይድ እዩ ሒዝካ ዝጠ ንታሕቲ ዝጠፍእ ሑጻ ትርኢ ዶ ገዛ ብ ሑጻ መሰርታ እንዳኸደት እንዳኸደት ወይ ክትጭደድ እያ ወይ ክትፈርስ እያ ክርስቶስ ግና ከውሒ እዩ፣ ዘይናቓነቕ ከውሒ፣ ህያው ከውሒ፣ ነቶም ናቱስ ህያዋን ኣእማን ዝገብሮም ኣምላኽ ይመስገን። ክብሪ ንስም ይኹን፣ ንእግዚኣብሔር ክብሪ ንሃብ።